ሌላና ዝጅምር ኣብቲ ኣብ ገዛውትና ዝነበረ እንዳ ኣቦይ ገብረ ዝበሃል ድኳን ምስ ኣዕሩኽተይ ንብረት ክንገዝእ ኢልና ምስ መጻና ኣብኡ ኢና እንፋለጥ። እዚ ማለት ኣነ ካብ ሳዋ ድሕሪ ምምላሰይ ከምዚ ዓይነት ዕድል ከጋጥመኒ ኢለ ሓሲበ ኣይፈልጥን'የ። በዚ ከኣ ምስዛ በዓልቲ ቤተይ ዝነበረት ኣፍቃሪተይ ይላለየልኩም። ካብቲ ዱኳን ናይ ሓደ ወርሒ ድዩ ዋላስ ናይ ዓመት ምሉእ ኣስቤዛ ገይራ ክትወጽእ ከላ'የ ምስ ኣዕሩኽተይ ኮፍ ንኮፍ ዝረኸብኩዋ። ኣነ ምስ ኣዕሩኽተይ ክኣቱ ከለኹ ከኣ ገንዘብ ክትከፍሎ፣ ነቦይ ገብሩ ከተዕልሎን እያ ጸኒሓትና። ንሕና እትው ምስ በልና ኸኣ ገንዘባ ክፍልፍል ኣቢላ ብኽንደይ ጻዕሪ ነቲ ብኣስቤዛ መሊኡ መተንፈሲ ዝተሳእኖ መትሓዚ ዘይብሉ መሸማዕ ሓፍ ክተብል ክትጽዕር እየ ዝርእያ ነይረ። ኣነ ምስ ኣዕሩኽተይ ኣዝየ ተጻዋቲ ሰብን ተዋዛይን እየ። ብኸምኡ ከኣ እየ ኣብ ኣዕሩኽተይ ዝፍለጥ። ኣብቲ ገዛውቲ ከኣ ብመላገጽን ብዋዛ ተዛራብን ብኸምኡ እየ በቃ። ኣብዛ ጓል በጺሐ ግን ሓደ ነገር ክኾን ጀመርኩ። ነዞም ኣዕሩኽተይ ኣታ በጃኹም ንዕናይ ንሓግዛ ሕማቕ ከይተርእዩና ኢለ ዋላ ተዛረብኩም ካብ መዓስ ደኣ ንስኻ ከምዚ ዓይነት ዘረባ ትዛረብ እዋ ኣታ ጸባ ግዲ ክዘንብ እዩ ኢሎም ልክዕ ከምዚ ደንጸዎም ክገልጹለይ ጀመሩ። ኣነ ግን ሕልናና ጽቡቕ ዝመስሎ ክንገብር እዚ ቅኑዕ እዩ ብምባል ክሕግዛ ናብቲ ንሳ ትኸዶ ዘላ መንገዲ ጎየ ኣርከብክዋ በዚ ከኣ ሌላና ኣነ ተሸኪመላ ክሳዕ እቲ ገዛውታ እትበጽሕ ከኣ እንዳዕለልኩ ንሌላና መሊስና ከነጥብቆ ጀመርና መንገዲ ናይ ገዝኣ እንተ ኣዋነየ ልክዕ ከም ማይ ሰቴ የእትያ ኣይተረድኣንን ክምለስ ከለኹዩ ክንድዚ ጉዕዞየ መጽየ ኢለ ምስ ኣእምሮይ ከምዘይነበርኩ ዝተረድኣኒ ኣብ ኣፍደገ ናይ ገዝኣ ከቐምጦ ከለኹ ሓደ ዓቢ ሰብኣይ ሰላም ኢሉና ናብቲ ካንሸሎ ከም ዝኣተወ ምስ ረኣኹዎ፣ እዋእ! እዞም ሰብኣይ ደኣ ኣቦኹ ድዮም? ኢለ ሓተትኩዋ። ንሳ ከኣ እወ ባባ'ዩ፣ ኣጆኻ ሰብ ጋሻ ብጣዕሚ'ዩ ድፈቱ፣ ብፍላይ ከምዚ ናትካ ተሓጋጋዚ ሰብ፣ ሕልንኡ ዝረትዖ ሰብ ዝኾነ ሰብ በቃ ብጣዕሚ'ዩ ድፈቱ ኢላ ክትነግረኒን፣ ከተጸናንዓኒ ጀመረት። ኣነ ግን ትርጉም ናይ ኣቦን መንነት ናይ ኣቦን ጠፊኡኒዶ ብምባል ብውሽጠይ ካብኣ ክሃድም ክሳዕ ዝደሊ ታህዋኽ ዘለዎ ዘረባ ክዛረባ ጀመርኩ። በዚ ኸምዚ ኸኣ ሌላና ኣብታ መዓልቲ እቲኣ ተፈጸመት። ብኸምኡ ኸኣ ክንደዋወልን በቲ ሽዑ ሰዓት ዘጋጠመና ከነዕልልን ጀመርና። ምርኻብና ኣየቋረጽናን። ኣነ ግን ሓደ ነገር እየ ዝሰግእ ነይረ። በቲ ዝነበረኒ ዋዒ ኣብ ሕማቕ ኣብ ሓደጋ ከይወድቕ ስድራይ ዘይፈቐድዎ ነገር ከይገብር ብጣዕሚ'የ ድፈርሕ ዝነበርኩ። ድሕሪ ሳዋ ዝነበረ ህይወተይ ንስድራይ ክኣልዮም ላዕልን ታሕትን ክብል ክሳዕ እቶም ኣብ ስደት ዘለዉ የሕዋተይ ርእሶም ክኢሎም ንዓና ዝሕግዙና ኣነ በቲ ዝወዳእክዎ ትምህርቲ ክንቀሳቐስ ኣለኒ ብምባል ብውልቀይ ገለ ስራሓት ክሰርሕ ጀመርኩ። ኣብዚ ግዜ እዚ እንከለና ድማ ምደባና ስለ ዝመጸ ምደባይ ተመዲበ ናብዚ ጋሽ ባርካ ዝበሃል ቦታ ናብኡ ይኸይድ። እዛ ዝተላለኹዋ ቆልዓ ከኣ ብኽልተ ዓመት ይበልጻ ስለ ዝነበርኩ፣ ንሳ እውን ሳዋ ወሪዳ ማትሪክ ነጥቢ ብምምጻእ ማይ ንፍሒ ተማሂራ፣ ናብቲ ኣነ ዘለኹዎ ቦታ ኣብኡ መደብዋ። ዕድል ድዩ ኣጋጣሚ እዚ ኣይፈልጥን እየ፣ ግን ልክዕ ኣብቲ ኣነ ዝሰርሓሉ ዘለኹ ቦታ ናብኡ እዮም መዲቦማ። ቅድሚኣ ሓሊፈዮ፣ ነቲ ቦታ ከኣ ኣለልየዮ ስለ ዝጸናሕኩ፣ ነቲ ቦታ ከይትጋየሽ መታን ባዕለይ ከዛውራን መጸናንዒ ክኾናን እየ ዝጀመርኩ። ሂወት ጋሽ ባርካ ኣዝዩ ጥዑም ዩ ብፍላይ ምስ ኣፍቃሪትካ ኣብ ጽምዋ በረኻ ብምኻድ ብፍላይ ክኣ ኣብቲ ናይ ኣጋ ምሸት ዕራርቦ ጸሓይ ደሎ ህዱእ ዝኾነ ንፋስ ብጣዕሚ ዩ ደስ ዝብለካ ዕላል እንዳዕለልካ ከይተረደኣካ ሰዓት ሸዓተ ሰዓት ዓሰርተ ዩ ዝኸውን ንሳ ኣብቲ ኣነ ዘለኹዎ ቦታ ብምምጽኣ፣ ኣብ ልበይ፣ ኣብ ሓሳባተይን ብፍላይ ከኣ እቲ ዝነበርኩዎ ኩነታት ናይ ስራሕን ኩነታት ናይቲ ቦታን ኣዝዩ ከቢድኒ ስለ ዝነበረ፣ ብሓንሳብ'ያ ከም ነጥበ መቐይሮ ዝኾነትኒ። ኣዝዩ ፈዊሱኒ። ጋሽ ባርካ መሊስካ ዓንድረሉ፣ ንበረሉ ክኾነኒ ዝጀመረ። ደሞዝና ዋላ'ኳ ክንድ'ቲ ዝምረጽ ዝነኣድ ተዘይኮነ፣ ንስሃ ኣብኡ ብምህላዋ ጥራይ ግን ንዓይ ምሉእነትን ሃብታም ክኸውን ከም ዝጀመርኩ ክርድኣኒ ዝጀመረ። እዚ ክብል ከለኹ ኣብ ገዛ ንበይነይ ገዲፎምኒ ንስደት ስለ ዝወጹ ደኣ'ዩ እምበር ክሳዕ ክንድቲ ኣዚና ንሽገር ሰባት ኣይኮናን ኔርና። ግን ካብ ኮፍ ካብ በልኩ ክንቀሳቐስ ንስድራይ ከኣ ክኣልዮም ከም ዝኽእል ከርእዮም ኣለኒ ብዝብል ሓቦ'የ፣ ናይ ውልቀይ ስራሓት ኣብ ኣስመራ ኮይነ ድሰርሕ ዝነበርኩ ምኽንያቱ ኣቦይ ብኣይ ኣዝዩ ዝሻቐል ሰብ ስለ ዝነበረ ናተይ ሂወት ከም ተለወጠን ካብ ሕጂ ንንየው ከኣ እቲ ዝነበርክዎ ናይ ላግጺ ናይ ነእስነት ዋዒ ናብ ናብራ ምኽኣልን ስድራኻ ምእላይን ምሕጋዝን ከም ዝተለወጠ ብግብሪ ከርእዮ ጀመርኩ ቅድሚ'ቶም ምስዛ ኣፍቃሪተይ ናብዚ ዘለኹ ቦታ ምምጽኦም ንሕና ንውሕ ዝበለ ዓመታት ጌርና ስለ ዝነበርና ኣነ ናቶም ሓላፊ ክኸውን በቲ ኣብ ልዕለይ ዝነበረ ሓላፊ ስለ ዝተመዘዝኩ ነዛ ኣፍቃሪተይ ኣብ ትሕቲ ቁጽጽረይ ንኸእትዋ ንኽትኣቱን ንኽትወጽእን ከኣ ቀሊል ድኾነ ስራሕ ኢዩ ኮይኑለይ። ምስኣ ክኣቱን ምስኣ ክወጽእን ድእዝዘኒ ኣካል ብጀካቲ ኣብ ልዕለይ ዘሎ ብናይ ስራሕ ምኽንያት ኣቢሉ ድኣምበር ኣብ ውልቃዊ ሂወተይ ኣትዩ ከምዚ ግበር ከምዚ ኣይትግበር ድብለኒ ሰብ ስለዘይነበረ ብጣዕሚየ ተሓጒሰ። እዛ ኣፍቃሪተይ ውን ኣነ ኣብ ልዕሊኣ ከም ኣዛዚኣ ኮይነ ከም ዝተሸምኩ ምስ ፈለጠት ኣዝያ ተሓጒሳ ናባይ ብምድዋል እውይ ዝኣምላኽስ ክፈትወኒ ናይ ብሓቂ ንስኻ እኳ በቃ ገለለካ ምሳይ ካብ ኣስመራ ጠበልበል ኣቢሉ ናብዚ ንስኻ ዘለኻ ቦታ ከም ዝመጽእ ገይሩኒ። ኣብዚ ከም ዘለኻ ከማን እኳ ኣይፈልጥን'የ ኣነ። ኣምላኽ ግን ገለ ዕላማ ኣለዎ ማቲ ኣባና። ኢላ እቲ ንሕና እንጓዓዞ ዝነበርና ፍቕራዊ መንገዲ ናብ ሓደ መዕለቢ ከነብጽሖ ከም ዘለና፣ ኣምላኽ ካብ ፈቐዶ ንሕና'ውን ክንክልክሎ የብልናን ድብል ሓሳባት ካብ ኣእምሮኣን ካብ ቃላታን ክወጽእ ምስ ጀመረ'የ ምስኣ ክነብር ኣዝየ ክበክ ዝጀመርኩ። ከምቲ ካልኦት ኣበሃህላ ንጓል ቅድም መርምራ ብዙሕ ግዜ ምስኣ ውሰድ ዝብል ሓሳባት ዋላ'ኳ ክጥቀመሉ ኢለ ከም ሓደ ቅጥዒ ኣብ ህይወተይ እንተቐመጥክዎ ኣብዚ ሕጂ ሰዓት ግን በዚ ዝርእዮ ዘለኹ ኣብ ዙርያይ ዘጋጥመኒ ዘሎን ምስኣ ቀልቲፈ ክውድእ ከም ዘለኒ ጥራይ'የ ድሓስብ። ምኽንያቱ ጋሽ ባርካ ቦታ ናይ ንግዲ ጥራይ ዘይኮነ ምስ ንግዲ ተሓዊሱ እውን ድሌትካ ክትገብር ከም ዘፍቅደልካ እዚ ኣይንዝንግዖን ኢና። ኣነ እውን ካብዚ ከማን ክሕሎ ብምባል ምስኣ ክውድእ፣ ክምርዓው፣ ወሰንኩ። ኣብ ጋሽ ባርካ ካብቶም ዘጥረኹዎም የዕሩኽ ሓደ ብዕድመ ንዓይ ዝበልጸኒ፣ ብዛዕባ ናይዚ መውስቦ ከዕልሎ ምስ ጀመርኩ፣ እወ ጽቡቅ ገበርካ ኣብ ጋሽ ባርካ ኮም ኢልካ ውግን ከይ በልካ ስዲድ ሰደካ እቲ ቦታ ውን እስኻ ውን ሕጂ ካብ ሕጂ ተቀረበሉ ኢኻ ኣብ መውስቦ ግድነት ኢዩ ወይ ካብ ስድራኻ ወይ ካብ ስድራኣ ወይ ካብቶም ኣዝማድካ ካብ ድኾነ ይኹን ግድነት ኣንጻርካ ዝለዓሉ ሰባት ስለ ዘይሰኣኑ ልብኻን ኣእምሮኻን ኣዳሊኻዮ ጽናሕ ብምባል ጥዑም ዝኾነ ምኽሩ ክመኽረን ጀመረ ተመሊሰ እውን ክሓቶ ጀመርኩ፣ ስለምንታይ እዩ ግን? ኣብ መርዓ ወይ ኣብ መውስቦ ወይ ኣብ ድኾነ ከምዚ ዓይነት ስነ-ስርዓት ኣብ ምጥርናፍ ውግእ ዘለዎ ስለምንታይ እዩ? ኢለ ክሓቶ ምስ ጀመርኩ ከምዚ ኢሉ መለሰለይ። ዝወደይ፣ ኣብ ሓዳር ትመጽእ ስለ ዘለኻ ግድነት እዩ፣ ኣብ ሓደ ስጋ ክትከውን ዝደልየካ ብጀካ እቲ ቅዱስ ቃል ደኣ እምበር ኣብዚ ዓለም ዘለዉ መናፍስቲ ኮኑ ዓለም ባዕላ ውን ክትከውን እኮ ኣይትልካን እያ ንዓኻ ከምቲ ንሳ መሬታ ኣዝዩ ገፊሕ ዝኾነ ከምኡ ከኣ ንስኻ ብሓርነት ተዋሒጥካ እቲ ሓርነትካ ግን ንዓኻ ናብ ባርነት ዝሸመካ ሂወት ክትህበካ'ያ ትደሊ ብኸምኡ ከኣ ኣብ ሓደ ክትመጽእ ከለኻ ስድራቤትካ ጥራይ ዘይኮኑ ዓለም ብምልእቲ'ያ ትትስኣካ ስለዚ ኣይሓድስካ ዝወደይ ኣብዚ ሕጂ ዘመን ኣሽንኳይዶ በበይኑ ዝኾነ ብሄርካ፣ በበይኑ ዝኾነ ቋንቋኻ፣ ኣብ በበይኑ ገዛውትኻ እንተኾይኑ እውን መውስቦ ብጀካ ኣብ ገዛውትኻ፣ ካብ ገዛውትኻ ወፃኢ ዝብሃል ከምዘየለ ገይሮም ዘእምኑ ስድራቤት ከምዘለዉ ይፈልጥ እየ። ስለዚ ኣብ መውስቦ ግድነት እዩ። ኣብ ሓደ ትመፅእ ስለዘለኻ ኩሉ ኛው ኛው ክብል ይኽእል እዩ። ንስኻ ግን ኣብ እምነትካን ኣብታ ንስኻ መሪጽካያ ዘለኻ ጓል ኣንስተይትን ኣተኩሮኻ ኣቓልቦኻን የዕቢ ኢሉ ክመኽረኒ ክምዕደንን ጀመረ። እቲ ዝመኽረኒ ዝነበረ ምኽርታት ኣብ ህይወተይ ከም ዝፍጸም እንዳገበርኩ ክሓስቦ ምስ ጀመርኩ እምቧእ እሞ ከመይ ኢለ እየ ክወጽኦ ደኣ እንታይ ዓይነት ቋንቋ እየ ክጥቀም እንታይ ዓይነት ትምህርቲ እየ ከ ክመሃር ዘለኒ ማለት እዩ ኢለ ምስ ገዛእ ርእሰይ ካብቲ ንዕኡ ክውከሶ ኢለ ዝሓተትክዎ ሕቶታት ወጺኤ ምስ ገዛእ ርእሰይ ክዛረብ ጀመርኩ። ከም ዝርድኣኒ ሓዳር ከም ቀጻሊ ማይ ዝፈስስ ቃልሲ ኮይኑ ክስምዓካ ወይ ክስምዓና የብሉን። ቀጻሊ ጻዕሪ ዝሓትት እኳ እንተኾነ ናይ ሓባር ክብርታትን ድልዱል ርክብን ነቲ ጉዕዞ ሕቖ ዝሰብር ጉልበት ዘይኮነስ ከም ተፈጥሮኣዊ ሽርክነት ኮይኑ ክስምዓኒ ይግብኦ እዩ ወይ ከኣ ይገብሮ እዩ ስለዚ ኣብ ናይ ሓዳር ደለኒ ኣመለኻኽታ ክዕሪ ኣለኒ ብምባል ኣነ ምስ በዓልቲ ቤተይ ከመይ ክኾን ከም ዘለኒ ንሳኸ ምሳይ ከመይ ክትኮን ከም ዘለዋ ኣብታ እንምስርታ ቤትከ እንታይ ዓይነት ቅጥዕታት እንተቐመጥና ኢና እንዕወት ኢለ ብዛዕባ እቲ መርዓ ሓሊፉ ብዛዕባ ሓዳር ክሓስብ ጀመርኩ። ከምዚ እንዳበልና ንንውሕ ዝበለ እዋናት ብሓንሳብ ምስ ተጓዓዝና፣ ነዛ ኣፍቃሪተይ ብሓንሳብ ክንውድእ ከም ዘለና ንሳ ኣተንቢሃትለይ ከም ዝነበረት፣ ኣነ ኸኣ ነቲ ናታ ሓሳብ ከም ዝተቐበልኩዎ ነገርኩዋ። ሓሳባ ከም እተቐበልኩዎ ምስ ነገርኩዋ ኣዝያ'ያ ተሓጒሰ። ብኡንብኡ ድማ ናብ ስድራይ ደዊለ ሽማግለ ክሰዱላ ከም ዘለዎም፣ ኣብ ውሽጢ ዝሓጸረ ፍረ ብርከይ ክትርእዩ ኢኹም ኢለ ከሐጕሶም ጀመርኩ። ጓል መን ምዃና፣ ኣበይ ገዛውታ፣ ክንደይ'ያ ዕድሜኣ፣ ኣበይ'ያ ትሰርሕ'ከ? ኢሎም ብዙሕታት ክሓቱኒ ዋላ'ኳ እንተ ጀመሩ፣ ንዅሉ ግና ብሕጉስ መንፈስ ክምልሰሎም ጀመርኩ። ንእሽተይ ተፍርሓኒ ዝነበረት ናብ ስድራኣ ምስ ከዱ፣ ንሳቶም ኣዝዮም ሃብታማት እዮም፣ ንሕና ግና ማእከላይ ናብራ እንነብር፣ ህይወትና ሎሚዶ ጽባሕ ክተዕርያ እንዳበልና እንጽዕር ሰባት ኢና። እዚኣ ጥራይ እያ እተፍርሓኒ ነይራ፣ ኣምላኽ ይመስገን ግን ኣምላኽ ስለ ዝፈቐዶ ጸሎተይ ቀኒዕለይ። ኢለ ክሕጎስ ኣብ ትሽዑ ሰዓት ምስኣቶም ይተረኸብኩ ከኣ ላዕለዋይ ትእዛዝ ስለ ዝመጻና ካብቲ ቦታ ምንቅስቃስ ነታ ሓንቲ ወርሒ ከም ዘይፍቀድ ተነጊርና ስለ ዝነበረ እዩ። ልክዕ ኣብ ራብዓይ ወርሕና ከኣ ምስዛ ኣፍቃሪተይ ናይ መርዓ ስነ ስርዓት ገበርና። ስድራ ቤታ ከም ዘዕለሉኒ ጓሎም ቀልጢፋ ክትምርዓወሎም ከም ዘለዋ ኣብቲ ጋሽ ባርካ ከኣ ኣብኡ ክሰማማዓ ከም ዘይክእል ብኡ እንተኸይዳ ከኣ ብስራሕ ስራሕ ከይወለደት ከይትተርፍ ኢሎም ኣዝዮም ተሻቒሎም ከም ዝነበሩ፣ ሓደ ናይ ደገ ከኣ ረኺቦምላ ከም ዝነበሩ እዮም ነጊሮምኒ። ንስኻ ግን ቆሊብካያ። ሽላ ኣሎ ቆሊባ ኣሎ ክበሃል ከምዚ እዩ። እምበር ምስ ተቐደምካ ኔርካ ዝወደይ። ኢሎም የዕለሉኒ። ንዓኣ እውን ነጊሮማ ከም ዝነበሩ ካብ ኣፋ ረኺበ ነይረ እየ። ኣዝዩ ጥዑም ዝኾነ ሓጎስ ዝመልኦ ግዜ የሕሊፍና ከኣ መርዓና በዚ ተዛዘመ። ኣብ ጥቓ ገዛውቲ ናይዛ በዓልቲ ቤተይ ከኣ ጽቡቕ ገዛ ስለ ዝረኸብና፣ ሓዳርና ኣብኡ ጀመርና። ናብቲ ክልቴና ዝነበርናዮ ቦታ ኣነ ደኣ እምበር፣ ንሳ ብምኽንያት ጓል ኣንስተይቲ መርዓት ስለ ዝኾነት ከኣ ክትከይድ ከም ዘይትደሊ እያ ነጊራትኒ። ዋላ ተዀብለልት'ውን ከም ዝኾብለለት ኣይሕሰብን'ዩ፣ ምኽንያቱ ጥንስቲ፣ ናይ ወርሒ ናይ ክልተ ወርሒ ስለ ዝነበረት ናብ ቦታይ ድሕሪ ምምላሰይ ግን ብዙሕ ስራሕ እዩ ተደራሪቡ ጸኒሕኒ ብኸምኡ ከኣ ድሕሪ ወርሒ ናይ ሕጽኖተይ ንኣስታት ሓሙሽተ ወርሒ ዝኸውን ብዘይ ምምላስ ናብ ገዛ ብምድዋል ጥራይ ወራሕኩ። ከይጽምዋ ብምባል ነደይ እንዳደወልኩ ከይዳ ተዘናግዓ ከም ዘለዋ ወይ ከኣ ናብ ገዛ እንዳጸወዐት ቡን ከተስትያ ከተዕልላ በቃ ብሓፈሻ ንዓኣ ከጨንቕን ካልእ ሓሳብ ከእቱ ዝኽእልን ጉዳያት መታን ከይፍጠር በጃኺ ማማ ኢለ ነደይ ኩሉ ሳዔ ዝልምና ዝነበርኩ። ኣደይ ገኣ ዋእ ሓዳር እንድዩ ኣነስ ነቦኻ ክንደይ ሳዓት ኣደይ ዝጽበዬ ኔረ ዋላ ኣዋርሓት ዋላ ዓመታት እዚ ነገራት እዚ እኮ ተረዲኡዋ ትኣቱ ኣለዋ ዋእ እንታይ ኢኻ ቀብጠርጠር ተብላ ብምባል ክትግስጸኒ ጀመረት ኣቲ ማማ ብጃኺ ኣብቲ ናትኪ እዋን ተትውለድ ኔራ እወ ኣብዚ ዘመኑ ኣዝዩ ክፉእ ዝኾነ ቀብጠርጠር ዝመልኦ ኩሉ በቃ ኣሕጽሮ ቃላትን ኣሕጽሮ መንገድን ዝደልይ ዘመን ኣይኮንናን በጺሕና ዘለና ኣቲ ማማ ኣብቲ ናትኪ ደኣ ኣዝዩ ጥዑም እንድዩ ነይሩ ኢለ ክዛረባ ጀመርኩ። ኣደይ ግን ነዚ ሓሳብ እዚ ብዙሕ ኣይተቐበለቶን። ከምዚ ቀብጠርጠር ዘብላ ዘለኹ ንዓኣ ከኣ ካልእ ስምዒት ክፈጥረላ ክብል ኣነ ይጉዳእ ከም ዘለኹ ኮይኑ ክስምዓ ስለ ዝጀመረ ተደልያ ትምጻእ ተደልያ ኣይትምጻእ ኣነ ክድውለላ እየ ንዒ ኢለ ግን በጃኺ ኢለ ይልምና ነይ ዝወደይ ኣነ በጃኺ ኢልካ ምድማር ኣጽሊእኒ ኣሎ ኢላ ኣትሪራ ተዛረበትኒ። ኣነ እውን ጸገም የለን ሓራይ ደውልላ ብምባል ቀዲመ ናብ ሰበይተይ ድሕሪ ምድዋል ናብ ገዛ ማማ ጽዋዕ ክንድያ ኪዲ ከበጃኺ ኢለ ተዛረብኩዋ። ሰበይተይ ነዚ ሓሳብ እዚ ብጣዕሚ እያ ብጽቡቕ መንፈስ ተቐቢላቶ። ኣነ ክሳዕ ዝመጽእ ድማ ናብ ማማ ማማ እውን ናብኣ እንዳመጸት ጽቡቕ ምሕዝነት እየን መስሪተን። እዘን ኣዋርሓት እዚኤን ምስ ወድኣ ድማ ኣብ ሻውዓይ ወርሐይ ናብ ገዛይ ናብ ሓዳረይ ተመለስኩ። እዛ በዓልቲ ቤተይ ከኣ ናይ ሽዱሽተ ወርሒ ጥንሲ ሒዛ ከም ዘላ ነገረትኒ። ኣዘየ ተሓጒሰ። ሓጎሰይ መቆጻጸሪየ ስኢነሉ። ኩሉ ክትትላ ከኣ ክትገብር ከም ዘለዋ ክነግራ ጀመርኩ። እተን ዝነበርኩወን እዋናት ምስኣ እንዳኸድኩ ናብቲ ሕክምና፣ ቁጽሪ ተሌፎን ናይቲ ሓኪም ብምውሳድ ኣነ ተንቀሳቓሲ በዚ ናይ መታሕት እንዴ እንዳደወልኩ ደሃያ መታን ክፈልጥ ከመይ ከም ዘላ ከኣ ንስኻ ክትነግረኒ እየ ቁጽሪ ሞባይልካ ወሲደዮ ዘለኹ ኢለ ነገርኩዎ። ንሱ እውን ጽቡቕ ገበርካ። ድኾነ እንተሎ ከኣ ንዓኸይ ኣቐዲማ ነግረካ በለኒ። ናብ ስርሐይ ተመሊሰ ሰበይተይ ጥንስቲ ከም ዘላ ብጽሕቲ ናይ ክልተ ወርሒ ከም ዘላ ከኣ ነገርክዎም። እቶም ስራሕ ከኣ ናይ ሰለስተ ወርሒ ኣርባዕተ ወርሒ ጽሒፎም ሃቡኒ። ኣምላኽ ብሰላም ኣገላጊልዋ ከኣ ጥዕይቲ ሓራስ ኮይና ልክዕ ኣብ ሳልስታያ ብእግራ ክትከይድ ዝጀመረት። ንዓይ ዝመስል ውልድ ከኣ ወለደትለይ። ኣዝየ ተሓጒሰ። ሓዳረይ እንዳማሞቐ ይኸይድ ኣሎ ኢለ ክሓስብን ከመስግንን በቃ ነደይ እንዳደወልኩ ሓጎሰይ ክገልጸላ ጀመርኩ። ከምዚ እንዳበልና ውላድና ብሰላም ዓብዩ ጎቢዙ ብእግሩ ክኸይድ ምስ ጀመረ ኣነ እውን እቲ ዝተዋህበኒ ዓመታዊ ዕረፍቲ ስለ ዝተወደኣ ናብ ቦታይ ክምለስ ተገደድኩ። ሕጂ እውን ንመበል ካልኣይ ግዜ ናብ ቦታይ ተመለስኩ። ኣብዚ ግዜ እዚ ድማ እዩ። እዛ በዓልቲ ቤተይ ኣብቲ ንሰለስተ ሰሙን ዕረፍቲ ኢለ ዝመጻእኩሉ ሰዓታት ሓደ ኣርእስቲ ዝኸፈተትለይ፣ ኣነ ሕጂ መበል ካልኣይ ሳዕ ጥንስቲ'የ ዘለኹ። ህይወተይ ግን ከምዚ ኮይኑ ክቕጽል ኣይደልን'የ። እንተ ኽኢልና ልክዕ ከምቲ ንዓይ ክትላለየኒ ከለኻ ዝነበረ ግዜ ከምኡ ክኸውን ንጽዓር። ተዘይኮይኑ ንስኻ ድሕሪ ሓሙሽተ ወርሒ ድሕሪ ሽዱሽተ ወርሒ ክትመጻኒ ከለኻ ኣዘየ ድሻቐልን ህይወተይ ከዓ ውሕስነት ድበሃል ከም ዘይብሉ ኮይኑ ዝረኣየኒ ስለዚ ፍቕረይ በጃኻ ንስለ ሓዳርና ክትብል ዋላ ነቲ ስራሕ ግደፎ ንገሮም ወይ ኣጣይሱ ንበሎም ወይ ከዓ ኣብዚ ኣብ ውሽጢ ኣስመራ ክገብሩልካ ከም ዝኽእሉ ግበሮም እምበር ኣነ ብድሕሪኻ ኣዘየ ድፈርሕ ዘለኹ ኢላ ናይ ውሽጢ ልባ ክትዛረበኒ ጀመረት እዛ ኣፍቃሪተይ ነበር ሕጂ ግና በዓልቲ ቤተይ ከምዚ ኢላ ክትዛረበኒ ከላ ዝስመዓኒ ስምዒት ኣሎ ግን ከኣ ሓደ ሓቂ ክንርስዖ ዘይብልና ኢለ ኣፈይ ምስ ከፈትኩ በጃኻ ተረድእኒ ኣሎ ዕርክነትን ሓዳርን በበይንኡ ክደኻትሎ እንደሌኻ እወ ተረዲኡኒ ኣሎ። ኣነ ግን ሓዳር እውን ብሓንሳብ ኮይንካ ይውፃእ እዩ ዝብል እምነት እዩ ዘለኒ። ምኽንያቱ ክንደይ ሰብኡት ኣለዉ ብኡ በቲ ንስኻ ዘለኻዮም ቦታ ይኸዱ እሞ ካብ ብዙሓት ከዓ እቲ ንሶም ዝደልይዎ ስምዒታቶም ከርዊ ኢሎም ይኣትዉ እሞ ብድሕሪኡ ከዓ ካልኦት ውላዳት ይፀንሕዎም። ኣነ ከዓ ከምኡ ዓይነት ህይወት ከጋጥመካ ኣይደልን እየ። ኢላ ውስጠዘ ዘለዎ ዘረባ ተዛረበትኒ። ናብቲ ቦታይ ምስ ከድኩ ከኣ ብዛዕባቲ በዓልቲ ቤተይ ኩሉ ዝበለትኒ ከምቲ ናተይ ገይረ ተዛረብክዎም። ንሳቶም ግን ከምኡ እሞ ኣይከኣልን'ዩ ተዘይኮይኑ ኮብሊልካ ኢኻ ክትነብር ኩሉ ሳዕ ከኣ ኣብ ሻቁሎት ኢኻ ስለዚ ብዝተኻለካ መጠን ንበዓልቲ ቤትካ ከተረድኣ ፈትን እምበር ቦታ ምቕያር መንግስቲ ኣይፍቀደን ዘሎ ኢሎም እቶም ሓለፍተይ ነገሩኒ። ነዛ በዓልቲ ቤተይ ድሕሪ ሽዱሽተ ወርሒ ከድክዋ። እቲ ኹሉ ንሶም ዝበሉኒ ድማ ነገርክዋ። ከምዚ ድማ በለትኒ፣ በል ንዓይ ሓንቲ ፍታሕ ያዘላትኒ። ስግረዶብ ንኺድ በቃ። ስደተኛታት ኮይና፣ ደቅና ኸኣ ትርጉም ኣቦን ትርጉም ኣደን ንኽልቴና ብሓንሳብ እንዳረኣዩ ይዓብዩ። ሓዳርና ኸኣ ኣብኡ ትጸንዕ። ኢላ ሓሳባ ኣካፈለትኒ። ስደት ምሰለትኒ። ከም ኣማራጺ ክወስዶ ኣይኮነን ከም መፍትሒ ኣይርእዮን እየ ብውሽጠይ ዘይቅበሎ ነገር ተሎ ስደት እዩ ኣብ ሃገርካ ኮንካ ምንባር እንታይ ጸገሙ ኣነብ ጋሽ ባርካ ንስካ ኣብ ኣስመራ ማዕረ ስደት ከነውጻና ዝክእል ሂወት ወይ ናብራ ከቢድና ድዩ ኢለ ክዛረባ ጀመርኩ ንሳ ግን በቃ ኣነ ሓሳባተይ እዚ እዩ በለትኒ ጠባያ ካብታ ኣነ ንሰለስተ ግዜ ካብታ ዋንቲኣ ዝተመላለስኩሉ ንጋሽ ባርካ በበይኑ ዝኾነ ባህርያት ከተጥርያ ጀሚራ። ነቲ ካልኣይ ውላድና ምስ ወለድና ድማ ልክዕ ንሱ ኣብ ካልኣይ ዓመቱ ንሕና ናብ ስደት ብሓንሳብ ወጻና። የሕዋታ ስለ ዝነበሩ ኣብ ደገ ብወላ ሓንቲ ክንሽገር ከም ዘይንኽእል ንሳቶም ተስፋ ሂቦምና'ዮም። ብኸምኡ ከኣ ኢና ዝወጻና። ስድራይ መውጸኢ ናተይ ከም ዘይተቐበልዎ ወላ'ኳ እንተነገሩኒ፣ እንታይ እሞ ክገብር በዓልቲ ቤተይ ብዘይ ንስኻ ኣነ ሰብ ክኾን ኣይክእልንየ ውሕስነት ዝብሃል የብለይን ይፈርሕ ኣለኹ ብሓንሳብ ኮይንና ንንበር ዝሓሸ ሂወት ድማ ክንፈጥር ኢና ብምባል ብናታ ሓሳብየ ገለ ነገር ከይትኾነኒ ኢለ ድብገስ ዘለኹ ኢለ ናይ ውሽጢ ልበይ ምስ ኣደይ ተዛሪበየ ዝኸድኩ። ካብኡ ከኣ ኣብ ኡጋንዳ ኮይንና እቲ ንሳቶም ፕሮሰስ ክገብሩልና ንጽበዮ ዝነበርና ናይ ኣሜሪካ መንገድና ክንጸባበ ጸናሕና። ንብዙሕ ዝኾነ ዓመታት ከኣ ኣብኡ ተቐመጥና። ናይ ኩላትና ስለ ዘመዝገብዎ ከኣ እቲ ፕሮሰስ ከምቲ ዝገመትናዮ ዘይኮነስ ኣዝዩ ብዙሕ ግዜ እዩ ወሲዱልና። ንየሕዋታ ከኣ ከምዚ ኢለ ነገርክወን። እሞ ኣነ ሓደ ነገር ሓሲበ ኣለኹ። በበይንና እንተ ኸድናኸ ጸገም ኣለዎዶ? ኢለ ነገርክወን። እተን ኣብ ኣሜርካ ዝነበራ የሕዋታ ከኣ ጸገም የብሉን ከምኡ ከማን እኮ ይሓይሽ ካልኣይ ኮለል ከይኮነና እምበር ንዓና ኢለን ምስቲ ዘለወን ስራሕ ኣነጻጺረን ከም ዝጥዕመን ነገራኒ ብከምኡ ከኣ ኣቀድም ኣቢልክን በል ንዓኣ ኣመዝግባኣ ናህታ ተሰለጠ ንሳ ውን ትስሕበና ብምባል ነገርክወን ልክዕ ናህታ ፕሮሰስ ምስ ተገብርላ ከኣ ሰሊጥዋ ኣብ ሓጺር ግዜ ናብ ኣሜርካ ኣተወት ክልተ ደቅና ከኣ ምሳዮም ዝተረፉ። ንዓይ ዘይነገረትኒ ከኣ ኣብ ኣሜሪካ ምስ ኣተወት ድሕሪ ኣርባዕተ ወርሒ ደዊላ ሳልሳይ ድቂ ከም ዝሓዘት ጥንስቲ ከም ዘላ ናይ ክልተ ወርሒ ከኣ ነገረትኒ። ኣዝየ ተሓጒሰ። ኣብ ውሽጢ ዘን ሽዱሽተ ዓመታት ኣብ ሓዳርና ሰለስተ ቆልዑት ክንወልድ ዋው ብጣዕሚ ዕድለኛታት ኢና ኣምላኽ ረዲእናን ኣምላኽ ከኣ በቃ ውህበቱ ኣብዚሕልና ኢለ ንኹላቶም ከመስግኖም ጀመርኩ። እንተኾነ ግን እዛ በዓልቲ ቤተይ ካብ ግዜ ናብ ግዜ ደሃያ ክትጥፍእ ካባና እውን ፍጹም ከም ዘይትራኸብ ኮይና ከም ዘይትፈልጠና ንልዕሊ ሓደ ዓመት ዝኸውን ብዘይ ምድዋል ብዘይ ደሃይ ምግባር ብዘይ ሓገዝ ጸነሐት። ዋላ ኣነ ተፈተንኩላ ብመሰጅ ጽሒፋ ጽንሕ ኢለ ክድውለልኪ'የ ዝብል መሰጅ ጥራይ ትሰደለይ ኣነ ከኣ እንታይ'ያ ኮይና ማዕረ ክንድዚ ቢዚ ክገብራ ዝኽእል ነገርከ እንታይ ይኸውን ኢለ ክግምት ጀመርኩ። ዶሮቲ ኣብ ከብዳ ዝነበረ ውሉድ ወሊዳቶ ድያ ወይስ እንታይ እያ ኮይና? ደሃያ ንኽሓትት እየ ኣነ ዝድውል ዝነበርኩ። ንሳ ግን ምድዋል ድበሃል ረሲዓቶ ህይወታ ጥራይ ትገብር ከም ዘላ እየ በሕዋታ ድሰምዕ ዝነበርኩ። ንየሕዋታ እውን ምስማዓ ከም ዝኣበየቶም፣ ኣብ ከቢድ ጭንቀት ከም ዘላን እዮም ዝነገሩኒ ናትና ፕሮሰስ ንሳ ሓንሳብ ተእትያቶ ኣብ ውሽጢ ዓመት ክሰልጠና ከም ዝኽእል ብመንገዲ ናይ ዩኒሴኤፍ ዝሃቡና ሓበሬታ ኣዝዩ ስሉጥ ከም ዝኾነ ናይ ሰብ ሓዳር እዮም ነጊሮምና እንታ ኮይና ግን ክሳብ ሕጂ ወረቐትና ዋላ ዘየእተወቶ ኢለ ኣዝየ ክጭነቕን ክሓስብን ጀመርኩ ደቀይ ከኣ ማማ ደኣ ኣበይ ድያ ከይዳ እንዳበሉ እዮም ብሕቶ ዘዋጥሩኒ ዘለዉ። ንከባቢ ክልተ ዓመት ከኣ ብጀካ የሕዋታ ናባይ ደዊሎም ቆልዑት እንታይ ትገብር ኣለኻ እንታይ ክንሕግዘካ ብምባል ገንዘብ ክሰዱለይ ንቆልዑት ዝኸውን ክዳውንቲ ድማ ካብቲ ደለዉዎ ቦታ ብሰባት ገይሮም ባልጃታት መመላሊኦም ክሰዱልና ካብኣ ግን ዋላኳ ደቀይ እንታይ ከይብሉኒ ደቀይ ድምጸይ ክሰምዑኒ እባ ደም ደቀይ እኮ ይናፍቁኒ እዮም ድብል ሓሳባት ጠፊእዋ ይመስለኒ ጠቅላላ እያ ናባና ዘይትድውል ሰብ ዝኮነትኒ። ሂወት ከምቲ ንጽበያ ኮሞ ክትበና ግዴታ ኣይኮነን ከም ዝበሃል፣ ኣብዚ ሕጂ እዋን እዩ ድበርሃለይ ዘሎ። በዓልቲ ቤተይ ንዓይ ምስ ክልተ ደቀይ ገዲፋ ኣብ ኣሜሪካ እንታይ ዓይነት ህይወት ስለ ዘጋጠማ እያ ከምዚ ገይራ ክትጠፍእ ዝኸኣለት። ብኣንጻሩ ንዓይ ኣብ ጋሽ ባርካ ንሽዱሽተ ወርሒ ተፈለያ ቀጨውጨው ዝብላ ዝነበረ ንኽልተ ዓመት ምሉእ ተፈልያትኒ እንታይ ደኣ ክብል ኣነ። ኩሎም እቶም ኣብ ደገ ወጺኦም ንህይወት ክቕይርዋ ላዕልን ታሕትን ዝብሉ ዝነበሩ የሕዋተይ ከኣ ደደዋዊሎም ኣንታ ሰብ በጃኻ ከይትጽለለና ንሕና ብኻልእ ፕሮሰስ ክንገብረልካ ንኽእል ኢና እኮ በሕዋታን ብኣኣን ጥራይ ኣይኮነን ፕሮሰስ ዝከኣል ንሕና ውን በዚ ንኽእል ኢና ስለዚ ሓንቲ ጓል ክንሰደልካ እሞ ዋላ ንሳ ተመሪዓ ተእትወካ ኢሎም ናይ ሓሶት መርዓ ገይረ ንክኣቱ ይዕድሙኒ ኣለዉ የሕዋተየ ኣነ ኣብ ከቢድ ጭንቀት እየ ዘለኹ ንሰበይተይ ምድላይ ኣይድልየንን እዩ ምኽንያቱ ብወረ ወረ ድበጻሕክዎ ብዛዕባኣ ስለ ዘለኒ ድሮ ነቲ ኣብ ከብዳ ዝነበረ ብምኽንያት እንታይ ምዃኑ ክሳብ ሕጂ ዘይበረሃለይ ነቲ ጥንሲ ከም ዘውረደቶ ብገዛእ ፍቃዳ ከም ዝገበረቶ ነጊሮምኒ ኣለዉ። እዚ ነገር እዚ ንዓይ ኣዝዩ ደንጺኒ ዘሎ ሕጂ እውን ብዛዕባኣ ኣበይ ከም ዘላን እንታይ ትገብር ከም ዘላን ኣየገድሰንን እዩ ደቀይን ህይወተይን ከመይ ገይረ ኣብ ውሑስ ቦታ የቐምጦም እየ ድሓስብ ዘለኹ ስለዚ ኣሕዋተየ ኣብዛ ዘዘንተኹልኩም ሓቂንያ ዝኾነ ዛንታይ እንተይተገበርኩ ይድሕሸኒ ንደቀይ ከውሕሰሉ ዝኽእል እዛ ናይ ኣሕዋተይ ዝበሉኒ ናይ ሓሶት መርዓ ጌረ ዶ ክኸይድ ወላስ ንበዓልቲ ቤተይ ክጽበያ ሓደ እዋን ናብቲ ኣብ ጋሽ ባርካ ዝሰርሓሉ ዝነበርኩ ካባይ ዕብይ ዝበለ ዓርከይ እዚ ኩሉ ነገራት የዕሊልየ ነይረ እየ ከምዚ ድማ በለኒ እቲ ዝዓበየ ኣጽዋር ኣንጻር ጸቕጢ ሓደ ሓሳብ ኣብ ልዕሊ ካልእ ሓሳብ ናይ ምምራጽ ክእለትና እዩ ክብል እዩ ንዘረብኡ ኣብዘን ሰለስተ መስመር ጥቕሲ ዝወደእን። ስለዚ ኣሕዋተየ ኣየናይ እንተመረጽኩ እዩ ንህይወተይ ከድሕና ዝኽእል? ጽን ኢልኩም ስለ ሰማዕኩምኒ የቐኔለይ።